ሰላምን ጸጋን ካብ እግዚኣብሔር ኣቦናን ካብ ጐይታናን መድሓኒናን የሱስ ክርስቶስን ኣብ ርሑቕን ቀረባን ኮንኩም ነዚ ብዋን ጋድ ዋን ሳን ቻነል ዝመሓላለፍ መንፈሳዊ መደብ ንምክትታል እቲ ምስ ከደ ዘይምለስ ወርቅን ኣልማዝን ካልእ ኣሎዎ ዝበሃል ዝኸበረ መዓድን እውን እንተሎ ንዋግኡ ዘይትመን ዝኸበረ ግዜኹም ወፊኹም ትሰምዑን ዘለኹም ትከታተሉን ዘለኹም ዘበልኩም ይኹን። ብሩኻት ኣሕዋተይ ከመይ ቀኒኹምለይ ኣለኹም? ከመይከ ትኾኑለይ ኣለኹም? ኣነ ብምሕረት ኣምላኽን ብጸሎት እቶም ንኣምላኽ ዝፈርህዎ ሰባትን ሰላምን ሰናይን ጥዑምን ኣለኹልኩም። ክብሪ ንስሙ ይኹን። ኣብ ዝሓለፈ እዋን እግዚኣብሔር ጻድቕ ምዃኑ ዝፈልጥ መስዋእቲ ጽድቂ ይስውእ ኣብ ትሕቲ ዝብል ሓደ መደብ ርኢና ኔርና ወይ ሓደ ቃል ኣምላኽ ብጸጋ ኣምላኽ ተኻፊልና ኔርና ሎሚ ውን መቐጸልታ ናቱ ቁሩብ ንዕኡ ኣስፍሕ ክነብሎ ገለ ነገር ብጸጋ ኣምላኽ ከካፍለኩም እዛ ዕድል እዚኣን እዛ መዓልቲ እዚኣን ረኺበ ኣለኹ ንስኻትኩም ድማ ክትካፈሉ እዛ መዓልቲ እዚኣን እዛ ዕድል እዚኣን ረኺብኩም ኣለኹም ንዓይ ነደቕቲ ንዝነዓቕዎ እምኒ ኣቋጺርኩም ግዜኹም ሂብኩም ትሰምዑን ዘለኹም ብሓቂ ጎይታና የሱስ በታ መዓልቲ ንግስነቱ ድማ የቋጽርኩም ክብል እፈቱ ትሕዝቶ ናይዚ መደብ እንታይ ከም ዝመስል ብቐጥታ ድሕሪ ዝሓጻር ሙዚቃ ክስዕብ እዩ ምሳይ ጽንሑ ክብርን ኣምላኽ ስለ ትዕግስትኹም ጎይታ የሱስ ኣዕዚዙ ይባርኸለይ ንኣኻትኩም ኣምላኽ ጻድቕ ምዃኑ ዝፈልጥ ሰብ መስዋእቲ ጽድቂ እዩ ዝስውእ። ጽድቂ ኣብ ዝብል ነገር መጀመርያ ክንመጽእ ከለና ፍትሓውነት፣ ርትዓውነት፣ ሚዛናውነት፣ ቅኑዕነት ዝብሉ ነገራት ኣብ ውሽጡ የጠቓልል እዩ። ጽድቂ ክበሃል ከሎ ፍትሓውነት፣ ርትዓውነት፣ ሚዛናውነት፣ ቅኑዕነት ወይ ቅንዕና ዝብሉ ነገራት ኣብ ውሽጡ የጠቓልል። ንሓደ ሓውና ወይ ንሓንቲ ሓፍትና እቲ ንሕና ዝኣመናሉ ሓቅን ቁኑዕን እዩ ክሳብ ዝበልና ናብቲ ንሕና ተረዲእና ዘሎ ወይ ናብቲ ንሕና ኣሚናዮ ዘለና ከነምፅኦ ክንደሊ ቅቡል እዩ እቲ ነገር ጻድቕን ዘይጻድቕን ዝኸውን ግን ኣበይ እዩ እንተይልና ኣብቲ እንኽተሎ ኣብቲ እንጥቀመሉ ኣገባብ እዩ። ንሓደ ሰብ ናብቲ ናትና ክነምጽኦ ብዘየገድስ ኣበየናይ ሃይማኖት ግን ናብቲ ናትና ክነምጽኦ ክንደሊ ከለና መጀመርያ ክንገብሮ ዘለና ነገር ኣሎ። እቲ ነገርና ርትዓውን ሚዛናውን ቅኑዕን ክኸውን እንተኾይኑ። እንታይ እዩ ከሱ እንተኢልና ማዕረ ክንደይ ኢና መጀመርያ ነቲ ሰብ ነቲ ናቱ ነቲ እሱ ዝብለና ተረዲእናሉ ዘለና ቀዳማይ ማዕረ ክንደይ ተረዲእናሉ ኣለና ምስ በልና፣ ማዕረ ክንደይ ከ ተረዲእናዮ ኣሎና ዝብል ከኣ ካልኣይ ነጥቢ ይስዕብ። እዚ ክልተ ነጥቢ እዚ ምስ መለሰ፣ ብሳልሳይ ደረጃ ከኣ፣ ከነረድኦ ከለና እንኽተሎ ትዕግስቲ ድማ ኣብ ግምት ይኣቱ። ኣብ ቅድሚ ኣምላኽ ኢና እቲ እንገብሮ ዘለና እሞ ጽድቂ ክሳብ ዝበልና ድማ እቲ እንገብሮ ካብ ደም ሓወይ ክነጽህ ብዝብል መንፈስ ዘይምዃኑ ኣረጋጊጽና ክንፈልጥ ይግበኣና እዩ። እዚ ማለት ደም ሓወይ ካባይ ክርሕቕ ኣነ ካብ ደም ሓወይ ክነጽህ ብዝብል ዘይኮነስ ብፍቕሪ ክግበር እየ ዝብል ዘለኹ። ስለዚ ጎይታ ክንጎይ ከለና ነስላማይ ከነረድኦ ንባሃኢ ከነረድኦ ንቡድሃ ከነረድእ ንህንዲዝም ተኸታሊ ከነረድእ ብህልውና ኣምላኽ ዘይኣምኑ ኤቲስት ዝኾኑ ከነረድእ ክንደሊ ከለና ሓላፍነትና ክንዋፃእ ኢድና ዘይኮንና ክንገብሮ ዘለና ፍቕሪ ናይቲ ነብሲቲ ሃልዩና ኢና ክንገብሮ ዘሎና። ሕጂ ፍቕሪ ናይቲ ነብሲቲ ሃልዩና ክንገብሮ ምስ በልና፣ ፍቕሩ ኣብ ዝብል ነገር ምስ መጻእና፣ ሽዑ ኢና እምበኣር እተን ኣብ ላዕሊ ዝዘርዘርኩወን ሰለስተ ኣገደስቲ ነጥብታት ዝመጻ መጀመርያ ክንርድኣሉ፣ ብኻልኣይ ደረጃ ክንርድኦ፣ ብሳልሳይ ደረጃ ከኣ ከነረድኦ። ሕጂ ክንርድኦ መጀመርያ እንታይ እዩ ዝብል ዘሎ ነቲ ዝብሎ ዘሎ ብትኽክል ብዘይ ናትና ኣመላኽታ ከም ተረዳእናዮ ርግጸኛታት ምስ እንኸን ኢና ተረዲኤዮ ኣለኹ ክንብል እንኸል። ጫፍ ሰሚዕና ዋላ ካብ ኣፉ እውን እንተኾነ ጫፍ ሰሚዕና ተረዲኤዮ ኣለኹ ክንብል ንኣምላኽ ክንፈርህ ግብኣና እዩ። ምክንያቱ ኣይንተዓሾ ኣምላኽ ልብን ኩላሊትን ዝምርምር ምዃኑ ኣይንተዓሸ ብሩኻት ኣምላኽ ልብን ኩላሊትን እዩ ዝምርምር። ንሰብ ግርም ጌርና ነረድእ ክንመስል ንኽእል ኢና፣ ህቡባት ክንመስል ንኽእል ኢና። ኣብታ ኣብ ቅድሚ መንበር ፍርዲ ክርስቶስ ግን እቲ ኩሉ ህቡብነት ገዲፉና፣ እቲ ኩሉ ዘጣቕዓልና ዝነበረ ሰብ ተሪፉ ርሒቑና፣ በይነይ፣ ንውልቀይ፣ ንውልቅኻ፣ ንውልቅኺ ደው ከም ንብል ንፍለጥ። እዚ ስለ ዝኾነ እቲ ጉያ መወዳእታ ናይቲ ጉያ እዚ ስለ ዝኾነ እቲ ንሕና ኣብ ቅድሚኡ እንቐውም ድማ ልብን ኮላሊትን ዝምርምር ስለ ዝኾነ ኩሉ እቲ ዝቐርብ ጸብጻብ ድማ ኣብ ቅድሚኡ ጋህ ዝበለን ቁሉዕን ስለ ዝኾነ ክነምልጥ ኣይንኽእልን ኢና ስለዚ እዚ ኣብ ግምት እቲና መጀመርያ ክንርድኦ ንፈትን ክንርድኦ ክብል ከለኹ ርግጸኛታት ንኹን ብዝመስለና ሰሚዕናዮ ከይንህሉ። ስለምንታይ ብዝመስለና ሰሚዕናዮ ክንከውን ንኽእል መስለኩም? ባህሪ ናይ ቋንቋ ስለ ዝኾነ። ኣብ ባህሪ ናይቲ ቋንቋ ትብል ሕጽር ዝበለ ሓሳብ ሂበ ክሓልፍ ፍቐዱለይ ብሩኻት። ቋንቋ ብዙሕ ነገራት ዝሓዘ እዩ ኩላትና ብዘየገድስ ቋንቋ ኣደ ተዛረብቲ ኢና ትግርኛ ኹን ትግረ ኹን ካልእ ቋንቋ ኹን ኣምሓርኛ ኹን ዝኾነ ኹን ግን ማዕረ ክንደይ እቲ እንዛረቦ ቋንቋ ኣደ ንመል ኮይና እዚ ክረጋገጽ ክኽእል ኣለዎ ምኽንያቱ ምስ ሰባት እንዋሳኣሉ ሓሳብና እንገልጸሉ ኩሉ ግዜ ቃላት ስለ ዝኾነ ቃላት ከኣ ኣካል ናይ ቋንቋ እዩ ወይ ሓደ ክፋል ናይቲ ቋንቋ እዩ ስለዚ መጀመርያ ማዕረ ክንደይ ኢና ነቲ ቋንቋናስ መሊኽና እንዛረበሉ ዘሎና ምልኽና ከም ዘይንዛረበሉ ሓደ ነገር ክህበኩም እየ። ኣነ ብጸጋ ኣምላኽ ከም ዘማሪ ሓድሽ ኪዳን መጠን ንናይ ብዙሓት ድርሰትን መዝሙርን ክዕዘብ ከለኹ ምናዳ ኣብዚ ግዜ እዚ እዚ ኸኣ ካብ ኣምሓርኛ ዝተወርሰ እዩ ዘመን ካሕሳ ይመፅዩለይ ዘመን ካሕሳ ኮይኑለይ ካሕሳ ንብል ኢና ካሕሳ ትብል ቃል ንፈልጣ ዲና? ካሕሳ ማለት እኳ ገለ ነገር ገይሩካ ጸኒሑ ዘይግባእካ ነገር ገይሩ ድሓር ካሕሳ ናይቲ ነገር እቲ ሂቡካ ማለት እዩ ንብረቶም ገቢቱ ተባሂሉ ተሰጉ ኤርትራውያን ካብ ኢትዮጵያ ማለት እዩ ካብቲ ዝሕተት ሓደ ካሕሳ ዝበሃል ነገር ኣሎ ብቃላል ኣብነት ክትርዳኣኩም ኢለ ስለምንታይ መንግስቲ ኢትዮጵያ ክካሕስ ሕተት ኣሎ ተኣ ተባሂሉ ንብረት ገቢቱ ስለ ዝኾነ ዝበሃል ዘሎ ዘሚቱ ስለ ዝኾነ ይበሃል ኣሎ በቃ እዚ ስለዚ እዚ ካሕሳ ዝብል ነገር ንሕና ብምሕረት ዝኾነ ምድሓን ደኣ እምበር ብምሕረት ዝኾነ ብጸጋ ዝኾነ ምድሓን ከም ዝኾነ ብጸጋ ዝኾነ ቀጻልነት ደኣ እምበር ንሕናስ ያኢ ንኣምላኽ ዝበሎን ዝገበሮን ብዙሕ ነገር ተዓጊስና መሰልና ግዲፉና ድሓር እዚ ኩሉ ዋላ መሰልኩም ኣግዲፈኩም ከለኹ ተዓጊዝኩም ኢኹም እሞ እንኩበሉ ኢሉስ ክኸሒሱና ኮይና ንብል ዘለና ስለዚ እዚ ንኣብነት የምፀልኩም ዘሎ ሕጂ ማዕረ ክንደይ እቲ ቋንቋና ንመልኮ ዘብለን ዘሎ እዚ እዩ ሕጂ እቲ ሰብ እዛ ቃል እዚኣ ክብል እንከሎ ከም ኣብነት ኣነ ብቐጥታ እታ ቋንቋ ትብሎ ብዘላ መገዲ ተዳርእዮ ተጋጊ ኣሎ እቲ ሰብ ከምኡ ክብል ከሎ ኢለ ክፈርዶ እየ ስለዚ ቋንቋ ከም ዘይመልኽ እንተ ደኣ ዝርድኦ ኣለኹ ኮይነ ግን ሕጂ ርኢኹም እታ ምርዳእ ትበሃል መፅያ እንታይ ክብል ከም ዝደለየ ክርድኣሉ እየ ኣብ ቋንቋ ዘለዉ ድኻም እርድኦ ስለ ዘለኹ እንታይ ክብል ከም ዝደለየ ከዓ ክርድኣሉ እየ ሕጂ ርኢኹም ቀድም ምርዳእ ድሓር ተረድኣሉ ገርም ከም ኣብነት እያ እዚኣ ብዘይ እዚ ካብ ባህርነ ቋንቋ ከይርሓቕኩ ቋንቋና ዋላ እንተመለኽናዮ እውን ነቲ ምልኣት ሓሳብ ልብና ከም ዝግባእ ክገልጽ ዝኽእል ኣይኮነን ከምኡ ስለ ዝኾነ ከዓ እዩ ነቢ ኢሳያ ኣነ ከናፍረይ ዝርኹስ ኣብ ማእኸል እቲ ርኹስ ዝኸናፍሩ ህዝቢ ከዓ እነብር ኣለኹ እሞ ወይለይ ዝበለ ገለ ገለ ሰብ ክሰምዕ ከለኹ ኣነ ከናፍረይ ዝርኹስ ዝበለ ነቢ ኢሳያ ኣንቱም ከምዚ ዶ ከምዚ ዶ ኣንቱም ከምዚ ኣንቱም ከምዚ ኣንቱም ከምዚ ይብሎም ስለ ዝነበረ እዩ ዝበሃል ነገር ኣሎ እንተ ኮይኖም ደኣ ይበሎም ክርስቶስ ዕውራት ስለ ዝኾኑ ፈሪሳውያን ዕውራት ኣይበሎምን ድዩ ግቡዛት ስለ ዝኾኑ ግቡዛት ኣይበሎምን ድዩ ከምኡ ስለ ዝበለ ኣይኮነን ነቢ ኢሳያ እንታይ ደኣ እንተይልና ጽበት ናይቲ ቋንቋ እቲ ጎይታ ኣብ ውሽጡ ዝገልጸሉ ዘሎ ነገር ክዛረበሉ ክፍትን ከሎ ክዛረበሉ ክፍትን ከሎ እንታይ ይኸውን ኣሎ ክገልጾ ብመጠኑ ጥራይ ይኽእል ከም ዘሎ ሪኦ ኣሎ ነዚ ኣስብሕ ዘብለለይ ኣቦና እዮብ ዝበሎ እዮብ ኣብ ምዕራፍ ትሽዓተ ጥቕሲ ዕስራ ድማ ትረኽብዎ ቃል እዩ ኣነ ፍጹም እንተ ዝኸውን ኢሉ ፍጹም ኣይኮነን እሞ እንተ ትብል እቲ ኢላ ኣሎ ኣይኮንኩን እሞ ይብል ደሎ ምክንያቱ እንታይ ኢሉ ኣሎ ይኸይድ ኣሎ ፍጹም እንተ ዝኸውን ከናፍረይ ግና ሕሱም ምገበረኒ ኢሉ እንታይ ማለት እዩ ኣነ ፍጹም እንተዝኸውን ብምንታይ ፍጹም ክኸውን እዮብ ብልቡ ብውሽጡ ፍጹም ክኸውን ይኽእል እዩ እቲ ብኸነኣፍሩ ዝዛረቦ ቃላት ግን ንፍጽምና ናይ ውሽጡ ዘይገልጽ ክኸውን ይኽእል እዩ ሰብ ድማ በቲ ዝሰምዖ ዘሎ ቃላቱ ድኣ እምበር ውሽጡ ሪኡ ክዛረብ ዘይክእል ስለ ዝኾነ ሕሱም ይቖጽሮ ማለት እዩ ስለዚ እዩ እንታይ ዝብል ዘሎ ኣቦና እዮብ ኣነ ፍጹም እንተዝኸውን ከናፍረ ግና ሕሱም ምገበረኒ ዝብል ዘሎ እዚ እቲ ብኸናፍረ ዝጥቀመሉ ቃላት ንፍጽምናይ ኣይገልጾን እዩ ኢሉለና ዘሎ ካብዚ እቲ ናይ ቋንቋ ጽበት ኢና ክንርዳእ እንኽእል ንኡሳን ኣርእስታት ከይጫልደኒ ምእንቲ ናብ ርእሰ ነገረይ ክምለስ። እምበር ብዛዕባ ባህሪ ቋንቋ ክዝረብ ዝኽእል ብዙሕ ነገር እዩ ዘሎ። ብመጠን እቲ ጎይታ ዘብጽሓኒ ማለት እዩ። ስለዚ ከምዝን ነዚ ዝመስል ነገራትን ስለ ዘሎ ነቲ ሰብ መጀመርያ ከም ተረዳእካዮ ርግጸኛ ኩን ዝብል ዘለኹ። እቲ ዝብሎስ ብከምቲ ዝብሎ መገዲ ከም ተረዳኣካስ ርግጸኛ ኩን። ደሓር ናብቲ ሰከንድ ናብቲ ካልኣይ ደረጃ ኪድ ናበይ? ተረዳኣሉ ናብ ዝብል ነገር። ተረድኣሉ ዝብል ነገር ሕጂ ነቲ ዝተረድኦ ምስ ተረድኣኻ ንስኻ ካብ ጫማኻ ውጻእ ካብ ስፍራኻ ውጻእ እሞ ንርእስኻ ኣብታ ስፍራ ናቱ እእትዋ ከምኡ ምተረድኣካ ዶ ከምቲ እሱ ተረድእዎ ዘሎ ወይስ ኣይምተረድኣካን መልሶ ድሕሪ ኢኻ ንዕኡ ክትነግሮ እትኽእል እሞ ክትነግሮ ከለኻ ኸኣ እቲ ኣገልግሎትካ ጻድቕ ኣገልግሎት ወይ ናይ ጽድቂ መስዋእቲ ክኸውን ዝኽእል። እዚ በቲ ሓደ ሸነኽ እዩ ብሩኻተይ። በቲ ካልኣይ ሸነኽ እቲ ክብሎ ዘለኹ ምእንቲ ክርድኣኩም ሃዋርያ ጳውሎስ ዝገበሮ ቁሩብ ጥቕስ ከብል ፍቐዱለይ። ግብሪ ሃዋርያት ምዕራፍ ዓሰርተው ሸውዓተ ኣብ ፍቕዲ ዕስራን ክልተን ጀሚርና እንረኽቦ ነገር ኣሎ። ሃዋርያ ጳውሎስ ናብ ኣቴና፣ ናብ ናይ ግሪኽ ርእሰ ኸተማ ምስ ኣተወ፣ እታ ኸተማ ምምላኽ ጣኦታት ወይ ጣኦታት ምምላኽ ከም እተብዝሕ ርእይዋ። ስለቲ ዘለዎ ናይ ኣምላኽ ቅንኣት ብውሽጡ ተቓጺሉ። ግን ብኸምቲ ብውሽጡ ተቓጺልዎ ዘሎ ነዲድዎ ዘሎ ብኸምኡ መንፈስ ግን ኣይኮነን ነቲ ህዝቢ ቀሪብዎ። ብኸምኡ እንተዝቐርቦ ነይሩ ነቲ ህዝቢ ኣይምረብሖን ነይሩ። ብከምኡ እንተዝቀርብ ነይሩ ምናልባት እቲ ኣገልግሎት እንታይ ዓይነት ኣገልግሎት ምኾነ በቃ ካብ ነፍሰይ ከውርድ ሓላፍነተይ ክዋፃእ ካብ ደሞም ክነፅህ ዝብል ጥራይ ምኾነ ነይሩ ከምኡ እንተ ዝኸውን ከኣ እቲ ኣገልግሎቱ ጻድቕ ኣይምኾነን። ሕጂ ግን ንሱ እንታይ ገይሩ? ነቲ ተቛጺርዎ ዘሎ ቅንኣት ግትእ ኣቢሉ ትዕግስቲ ስሒቡ ንትዕግስቲ ጸዊዑ ክዕዘብ መሪጹ ክርኢ መሪጹ ክርኢ ምስ መረጸ ኢሉና እናዘርኩ ኣብ መቓደስኩም ክርኢ እንከለኹ ዘይተፈልጠ ኣምላኽ ዝብል ዝተጻሕፎ መሰውኢ ረኸብኩ ምስ በለ፣ እምበኣርሲ ነዚ ንስኻትኩም ከይፈለጥኩም እተምልኽዎ ንዑ ኣነ እነግረኩም ኣለኹ ናብ ዝብል ከኣ ከይዱ። እዚ ዘይተፈልጠ ኣምላኽ ዝብል እተጻሕፎ መሰውኢ ክረክብ ዝኸኣለ ሃዋርያ ጳውሎስ፣ በቲ ተቓጺልዎ ዝነበረ ቕንኣት ብእኡ ስለ ዘሎ ድዩ? ኣይፋሉን። ንምቅጻሉ ኣህዲኡ፣ ርእሱ ገቲኡ፣ ጥበብ ተዓጢቑ፣ ፍቕሪ ናይቶም ነብሳት ኣስሪጹ ኣብ ርእሱ ቀስ ኢሉ ስለ ዝዘሮ እዩ። ቀስ ኢሉ ምስ ዘረ ግና ግርም ዝኾነት መእተዊ ረኺቡ። እዚ ድብ ደለኹ ሎምውን ሎሚ ሓንቲ ነገር ኣላ ብሩኻተይ ነቲ ሰብ ንጸሎ ምስ እንኸውን ብቐጥታ እቲ እቲ ሰብ ዝብሎ ክነሱ ኣወንታ ትርጉም ዘለዎ ብኣሉታ ጠዊና ንኸይድ ከምዚ ማለት እኮ ከምዚ እዩ ዝብል ዘሎ ናብዚ ኢና ንኸይድ ከምኡ ግን ኣይኮነን ክኾን ዝግብኦ ሃዋርያ ጳውሎስ ክርኢ ከሎ ጣዖታት ምምላኽ ከም ተብዝሕቲ ከተማ ኩሪኣ ኣሎ ነቲ ግብሮም ኣይፈትዎን እዩ፣ ነቶም ሰባት ግን ይፈትዎም እዩ። ስለዚ ነቶም ነፍሳት ከድሕን ምስ ደለየ ግን ኣብቶም ነቶም ሰባት ዝፈትዎም ምዃኑ ኣብኡ ጥሕል ሳላ ዝበለ ነቲ ዘይፈትዎ ግብሮም ገዲፉ ነቶም ሰባትን ፈልዩ ስለ ዝረኣየ'ሞ ኣብቶም ሰባት ሳላ ዝጠሓለ ፍቕሮም ሳላ ዝነደደ ኣብ ውሽጡ ዝሞተሎም ክርስቶስ ኮሎ ንዚኦም ሳላ ዝበለ ጥበብ መሪጹ መእተዊ ክረክብ ምናልባሽ ህድእ እስከ ክብል በየን ክመጾም ይኽእል በየን ክቐርቦም ይኽእል ኢሉ መእተዊ ረኺቡ በቲ መእተዊ ድማ ኣትይዎም ረቢሐ ድማ ማለት እዩ ክብሪ ንሱም ይኹን ሎሚ እዚ ሃዋርያ ጳውሎስ ዝገበሮ ኣብዚ ግዜና ብኣሉታ መልክዕ እዩ ዝግበር ዘሎ እሞ ንጽድቂ ይከውንን እዩ ብሩኻት እንታይ ማለት እየ ብኣሉታ መልክዕ ግበር ኣሎ ማለት ሕጂ እውን ኣብዚ ሜድያታት እናዘርኩ ግዜ ክረክብ ከለኹ እናዘርኩ ክርኢ ከለኹ እቲ ክርስትያን ኣብ ቁርኣን ከይዱ ናይ ቁርኣን ጉድለት ኢሉ ዝሓስቦ ክለቅምን ክቑምልን ይውዕል ኣሎ። እቲ እስላማይ ድማ ከይዱ ኣብ መጽሓፍ ቅዱስ ጉድለት ኢሉ ዝሓሰቦ ዘበለ ክለቅምን ክቆምልን እውዕል ኣሎ በዚ ከምዚስ መን ንመን ከምጾ እዩ መን ናብ መን ክመጽእ እዩ? ከምኡ ጥራይ ዘይኮነ እዚ ከምዚ ነገር እንተ ቀጺሉ ቅድም ቅድም ኣብ ቅድሚ ኣምላኽ ተሓተቲ ኢና ብዓቢኡ ብካልኣይ ደረጃ ሃገራዊ ሓላፍነትና ንርስዕ ኣለና ማለት እቲ ስኒትን ፍቕርን ሓድነትን ናይቲ ህዝቢ ናብ ዝዘርግ ኩነታት ኢና ንኸይድ ዘለና ከምኡ እንተኾይኑ ስለዚ ብኹሉ ተሓተቲ ኢና ንኸውን። እቲ ክርስትያን ናብቲ ሓዲስ ዝበሃል ከይዱ ካብቲ ሓዲስ ዝበሃል ኣብኡ ንምስማዑ የፈንፍን ዝበሉ ቃላት እርይ ኣቢሉ የምጽእ። እቲ ኣስላማይ ድማ ኣምሳያኡ ኣብ እኒ ነገስት መፅሓፍ ነገስታት ከይዱ ኣዴታት ስጋ ደቀን ጠቢሰን በሊዐን ዝብል ኣብ ግዜ ጥሜት ዘጋጠመ ነገር እንዳምፀ ኣብ ናትኩም እውን ከምዚ ኣሎ ይብል። ሃዋርያ ጳውሎስ ግን ከምኡ ኣይኮነን ገይሩ። ከምኡ ኣሉታ ነገር እሞ ሃዋርያ ጳውሎስ ኣብቲ ናይ ኣቴና ኣብቲ ናይ መቓድስ ናይ ኣቴና ኣሉታዊ ነገር እሞ ቀልጢፉ ክዛረቦም ዘኽእሎ እሞ ረኺቡ ነይሩ ምሉእ ቋሕ ከይበልኣው ከሎ ቋሕ ምስ በለ ጥራይ እንተ ከተማ ክርያ ከሎ ዝረኸቦ እኹል እዩ ክዛረብ ግን ኣወንታዊት ሓሳብ ይደልዩ እቲ ህዝቢ ጽን ኢሉ ክሰምዖ ዘኽእሎ፣ ንዕኡ ጽቡቕ መበገሲ ዝኾኖ፣ እቲ ህዝቢ ጽን ኢሉ ንኽሰምዖ ጽቡቕ መበገሲ ዝኾኖ እዩ ሃሰው ኢሉ። ብሓቂ ከኣ ረኺቡ። ዘይተፈልጠ ኣምላኽ ዝብል ዝተጻሕፈ መሰውኢ። ሓቁኹም ዘይተፈልጠ ኣምላኽ ክትብሉ ሓቁኹም ኢኹም። ሰምኩ ሕጂ ብመገዶም ካልእ ማለቶም ክኾን ይኽእል እዩ ብሩኻት። ግን ዘይተፈልጠ ኣምላኽ ማለትኩም እኮ ሓቁኹም ኢኹም ኢሂ ኣብ መዓስ ድኣ ትፈልጦ ኮንኩም ንፈጣሪኹም ዝፈጠረኩም እኮ ሰማይን ምድርን ባሕርን ኣብኡ ዘሎ ኩሉ ዝረኣን ዘይረኣን ፍጥረታት ዝፈጠረ እኮ ኣሎ እሱ እኳ ኢኹም ዘይፈለጥኩም ሓቁኹም እኳ ኢኹም ኢሉ እዩ ዝመፅእ ዘሎ ኣሃ ብኣሉታ ከምፃእ ተዝኽእል ከመምፃእ ዶ ነዚኣ ተልኩምን እወ ኣንታ እቲ ዘይረኣ ኣምላኽ ብግብሩ ፍሉጥ ክነሱ ድበለ ሃዋርያ ጳውሎስ ድይኮነን ኣብ እታ ናብ ሰብ ሮሜ ድጸሓፋ ቀዳመይቲ ምዕራፍ ኣብ መበል ዕስራ ዕስራን ሓደን ፍቕዲ ክትረኽብዎ ኢኹም እዚ ኣምላኽሲ ካብ ምስራት ዓለም ሒዙ ዘይረአ ተኾነ ባህሪኡ ግን ብግብሩ ኣጸቢቑ ዝፍለጥ ኣምላኽ ኢልዎ እዩ ስለዚ ብግብሩ ኣጸቢቁ ዝፍለጥ ኣምላኽ ከሎስ ፍሉጥ ኣምላኽ ከሎስ ከመይ ኢልኩም ኣታ ዘይተፈልጠ ትብልዎ ኣምላኽ ፍሉጥ ካብ ኮነ እዚ ዘይተፈልጠ ኣምላኽ ትብልዎ ዘለኹም ሰይጣን እዩ ኣርሕቆ ኣፍርስዎ ዝመሰው እዩ በሎ ከምኡ ይኮነን ከምኡ ክብሎም ክእል ነይሩ ብኣሉታት ህዝቢ ወስዶ ነይሩ ግን ብዝሃንፅ መገዲ ክመፅእ ስለ ዝዘለየ ብቕንዕና ተረዲእዋ። እታ ቅኑዕነት ዝበልኩኹም ኣካል ናይ ጽድቂ ዘክርዋ። ብቕንዕና ተረዲእዋ። እንታይ ኢልዎም? እዚ ከይፈለጥኩም እተምልኹዎ ዘለኹም ሓቅኹም ኢኹም። ከይፈለጥኩም ተምልኹዎ ዘለኹም እነግረኩም ኣለኹ። ኢሉ ናብ ፈጣሪኦም ኣምጺዎም። ፈጣሪኦም ናብኦም ናብኡ ንኸቕርቦም የሱስ ክርስቶስ ዝበሃል ወዱ ከም ዝኸፈለሎም ክነግሮም ጀሚሩ። ስሌኦም ዝሞተን ዝተስእን ከም ዘሎ ክነግሮም ጀሚሩ። ፍርዲ ዝበሃል ከም ዘሎ ክነግሮም ጀሚሩ። በቃ ርኢኹም እዚ ኩሉ እዚ ክኸውን ክኢሉ ማለት እዩ። እንተ ደኣ ዘዝነቅፍ እንተ ደኣ ድኻም ድኻም ናይቲ መጽሓፍ ጉድለት ጉድለት ናይቲ መጽሓፍ ኢልካ ዘዝሓሰብካዮ ዝመጽእ ኮይኑ ኣሰብሉን ሕጂ ኣነ ብዛዕባ ጉድለት ኣይኮንኩን ድዛረብ ዘለኹ ኣስተብህሎ'ታ ትግርኛይ ጉድለት ኢልካ ብዝሓሰብካዮ እንዳኣከብካ እየ ዝብል ዘለኹ ጉድለት ኢልካ ዝሓሰብካዮ ካብቲ መጽሓፍቲ እንዳኣከብካ ብዝሓሰብካዮ እየ ዝብል ዘለኹ ኣነ እንተ ደኣ ትዛረብ ኮንካ ነቲ ሰብ ተቕርቦ ዲኻ ደለኻ ተርሕቆ ትቐርቦ ዲኻ ዘለኻ ትርሕቆ ክልቲኤን ንመልሰን። ንቐርቦ ዲና ዘለና ነቲ ሰብ ወይስ ንርሕቆ? ነቕርቦ ዲናኸ ዘለና ወይስ ነርሕቆ? ሓደ እቲ ጉድለት ኢልና ዘዝሓሰብናዮ እንዲና ነምጽኣሉ ዘለና። ኣይትረስዑ እቲ ዝኣመነሉ እምነት እምነት ክሳዕ ዝበሎ ሓቂ እዩ ክሳዕ ዝበሎ ከዓ እቲ ጉድለት ኢልካ ዝሓሰብካዮ ብእኡ ነቲ እምነቱ ክትነቅፍ ኢልካ ዝሓሰብካዮ ክተምጽኣሉ ከለኻ ኣይክቕበለካን እዩሞ ተርሕቆ ኢኻ ዘለኻ እምበር ተቕርቦ ኣይኮንካን ዘለኻ። ትርሕቆ ኢኻ ዘለኻ እምበር ትቐርቦ እውን ኣይኮንካን ዘለኻ ሃዋርያ ጳውሎስ ግን በታ ተቓፂልዋ ዝመፀ በታ ቐንኣት እቲኣ ብኣቲ ኮይኑ ኣይቀርቦም ኣየቕርቦም ምኾነ ነይሩ ሕጂ ግና ከም ዝበልኩኹም ንዕኦምን ንግብሮምን ፈልዩ ስለ ዝተረድኣ፣ ንሳቶም እቶም ኣገደስቲ ምዃኖም ስለ ዝፈለጠ፣ ንዕኦም ዝፈሰሰሎም ደም ክርስቶስ ከም ዘሎ ስለ ዘስተውዓለ፣ ብፍቕሮም ኮይኑ ምስ ሓሰበ ክቐርቦም መገዲ ደልዩ። ክቐርቦም መገዲ ደልዩ። ክቐርቦም መገዲ ደልዩ። እደግማ ኣለኹ ክትርዳኣኩም። ክቐርቦም መገዲ ደልዩ። ምክንያቱ ከይቀረቦም ከቕርቦም ስለ ዘይክእል። ስለዚ ብሓሳቡ ቅርብ ክብሎም ዝኽእል ነገር ረኺቡ ንዘይተፈልጠ ኣምላኽ ዝብል ኢሉ በዚኣ ቀሪብዎም በዚኣ ጥቕሲ እዚኣ ከዓ በዛ ባህላ እዚኣ ከዓ ኣቕርብ ኣቢልዎም ናዎ ሓወይ ቅረብ ሽዑ ኣቕርብ እምበር እንዳርሓቅካ ክተቅርብ ኣይትክእልን ኢካ። ሓቂ ትፈትዉ እንተ ኮንኩም ብሩኻት ነዚ ኣነ ምስክረ ሕጂ እውን ኣነ ባዕለይ ደኣ ናብ ህዝበይ ቀሪበ እምበር ክቐርበኒ ዝሓሰበ እሞ ዘቕረበኒ የለን ሓቂ ትፈትውዋ ተኾንኩም እዚኣ ሰሚዕኹም ኣብ ቅድሚ ኣምላኽ ከም ትወድቁ ርግጸኛ እየ። ኣነ ግና ናተይ ነገር መርሚረ ኣነ ከንታይ ዝቐረብኮ ነገር ኣሎ ምስ በልኩ ክቐርብ መሪፀ ስምዑ ኣቱም ኩሉኹም እትጽዕሩ ጸሩን ዝኸበደኩም ኣነ ከዕርፈኩም ናባይ ንዑ ትብል ጥቕሲ ኩላትና ንሓደስቲ ነፍሳት ክንምስክር ከለና ነንብባ ጥቕሲ እያ። ንኸምኡ ጥራይ ግን ኣይኮነትን እዚኣ ዋላ ድሒና ንዘለና ከማን ጾር ከይነክብድ እንተ ደኣ ድሊና ነፍሳት ንኽነገልግል ጾር ኦ ጾር ኮይኑኒ ወዳጄ ባዕልኻ ተምጽኦ ጾር እዩ ኣገልግሎት መሰረቱ ጾር ኣይኮነን ባዕልና ንፈጥሮ ጾር ግን ኣሎ። ዘይንቐርብ ምስ ኮንና ግን ከኣ ዘይንቐርብ ኮይንና ከነቕርብ ምስ ዘለና ስለ ዘይንኽእል ጾር ይፍጠር። ምቕራብና ርግጸኛታት ንኹን፣ ንቕረብ። ካብ ክርስቶስ እንታይ ኢና ተማሂርና? ምክንያቱ ኣብኣ ቀጺሉ ኣሎ፣ ኣቱም ኩሉኹም እትጽዕሩ ጾር ዝኸበደኩም ኣነ ከዕርፈኩም ናባይ ንዑ ኣነ ለዋህ እየ ልበይ ከኣ ትሑት ኣርዑተይ ፎኪስ ጾረይ ከኣ ቀሊል እዩ ምስ በለ ኣርዑተይ ጽሩ ካባይ ተማሃሩ ንነብስኹም ዕረፍቲ ክትረኽቡ ኢኹም ኢሉ ካባይ ተማሃሩ እንታይ ክርስቶስ ቀሪቡ ኣቕሪቡና እምበር ከይቀረበ ከቕርበና ኣይኮነን ፅዒሩ መልክዕ ባርያ ወሲዱ ሰብ መሲሉ ብንብረቱ ከም ሰብ ተረኺቡ እዚ ኩሉ እንታይ ማለት እዩ ይቐርበና ኣሎ ማለት እዩ ይቐርበና ኣሎ ኣብ ውሽጢ ኩነታትና ይኣቱ ኣሎ ኣብቲ ናትና ነገር ኩሉ መፅእ ኣሎ ኣብኡ ኩሉ መፅዩ ቀሪቡ ንሕና መሲሉ ናትና ነገር ወሲዱ እዩ ናብ ርእሱ ኣቕሪቡና ብሩኻት እዚ እዩ እቲ ናይ ጽድቂ ኣገልግሎት። ቅረብ እስከ ምስ ናይ የሆዋ መሰኻኽር ዘቃርበካ ድለ ድለ ሓወይ በዚኣን በዚኣን እኳ ንሰማማዕ ኢና ጽቡቕ ኣለና እትብሎ ነገር ይሃልኻ ዋላ ንእሽቶ ትኹን ንንእሽቶ ተሰማሚዓካ ነገር እስከ ኣዕቢኻ ክትቀርብ ፈትን ክትረብሖም ተደሊኻ ክርስቶስ ግን እቲ ናይ ደሙ ጠበቓ ክለዓል እንድዩ ንነፍሳት ኩሉ ባዕሉ ክሰርሓሉ እዩ ሽዑ ንሕና ክንሓፍር ኢና ደሙ ዘፍሰሰ ንኸንቱ ስለ ዘይኮነ እቶም ደሙ ዝፈሰሰሎም ነብሳት ሲ ክረኽቦም እዩ ክርስቶስ ጠበቃ እዩ ኢልና ነንብብ ኢና ናይ ምንታይ ጠበቃ ናይ ደሙ ጠበቓይ ሓወይ ክርስቶስ የሱስ ናይ ደሙ ጠበቓይ ሓፍተይ እዚኣ ዘይትርድኣኩም ክትኮኑ ኣይፈቱን እዩ ብሩኻት ሓጢኣት ምእንቲ ከይንገብር ክርስቶስ ጠበቓና እዩ ኢልና ሓደ ሓደ ግዜ እዛ ጥቕስ እዚኣ ሓጢኣት ንክንገብር ልቸንሳ ዝተውህበና እዩ ዝመስለና ግን ሓጢኣት ንክንገብር ልቸንሳ ድውህበና ጥቅሲ የለን ኩሉ ቃላት ኣፉ ብጽድቂ ክሳብ ዝኮነ ክብሪ ንስም ይኩን ግን እንታይ እዩ ደሎ ሃዋርያ ዮሃንስ ተልና ክርስቶስ የሱስ እወ ጠበቃ እዩ ናይ ደሙ ጠበቃ ደሙ ዝፈሰሰላ ነብሲ ብደሙ ዝደሓነት ነብሲ ንከይትጠፍእ ናይ ደሙ ጠበቃ እዩ ስለዚ ዝረእኽዎ እየ ዝነግረኩም ዘለኹ ኣብ ተመኩሮይ ዝነበረ እየ ዝነግረኩም ዘለኹ ሕጂ እውን ኣብ ሜድያ ዝዕዘቦ ዘለኹ እየ ዝነግረኩም ዘለኹ ነቲ ዝኣመንካሉ ነገር እሱ ሓቂ ክትብል ሽግር የብሉን መሰልካ እዩ ክተረድእ ክትደሊ ከለካ ግን ክትጥቀሞ ዘለካ ተጠቐም ስለዚ ኣስላም ኣሕዋትና ኣብ ነገስትን ኣብ ዜና መዋእልን ከይድኩም እቲ ህዝቢ ኣምላኽ ዘይእዘዝ ኣብ ዝኾነሉ እዋን ዝወርዶ መቕጻዕቲ ጥሜት ምስ መጾ ዝወሰዶ ስጉምቲ ኣምጺኹም መጽሓፍ ቅዱስ ስጋ ሰብ ምብላዕ ይፈቅድ እዩ ንምባል ሃሰው ካብ ትብሉ ካብ መጽሓፍ ቅዱስ ብነቢያት ትኣምኑ ተኾንኩም ብሙሳ ትኣምኑ እንተ ኾንኩም ካብ ሙሳ ተበጊስኩም ካብ ነቢያት ተበጊስኩም ነቲ ክርስትያን ሓውኹም ክተረድእዎ ፈትኑ ጸርፊ ኣይትምረጹ ዝነቕፈኩም ዝነቕፍሉ ነገር ኣይትምረጹ እቲ እንበዓል ነገስት እንበዓል ዜና ወዘተ ንሱ ተመክሮ እዩ እምበር ንሱ ቃል ኣምላኽ ኣይኮነን ናይ ምንታይ ተመክሮ እዩ እቶም ቃል ኣምላኽ ዝተመላለሱ ማዕረ ክንደይ ተባሪኾም ንሕና ከምኡ እንተ ተመላሊስና ከምኡ ከም ንባረኽ ክንመሃር ምእንቲ እዩ መን ከም ቃል ኣምላኽ ኣይተማላለሰን እንታይ ከ ረኺብዎ ንሕና ካብኡ ክንመሃር ምእንቲ ዝተጻሕፈ እዩ ትካልእ እንበዓል ነገስት እንበዓል ዜና እንበዓል እዝራ ኣስቴር ወዘተ እዚ ምዃኑ ክትርድኡ ደሊ ኣለኹ ኣነ ስለዚ ኣብቲ መፅሓፍ ቅዱስ ዝብሃል ሕጊ ሙሴን ነብያትን ኣብ ዝብል ነገር መጺኹም ግን እንተድኣ ብነብያት ትኣምኑ ኮንኩም ብሙሳ ትኣምኑ እንተድኣ ኮንኩም ኣብኡ ብኡ መጺኹም ነቲ ክርስትያን ሓውኹም ክተረድዎ ፈትኑ ክርስትያናት ኣሕዋተይ እውን ከምኡ እዚ ሓዲስ ዝበሃል ንሱ እቲ ቀንዲ ቁርኣን ኣይኮነን ክብልኹም ሰሚዐ ኣለኹ ፅቡቅ እዚ ሓዲስ ዝበሃል እቲ ቀንዲ ቁርኣን ኣይኮነን እንተደኣ ኮይኑ ግደፎ እቲ ሓዲስ ኣውምጺኹም ብምንቃፍ ነቲ ናይ እስልምና እምነት ብምንቃፍ ንሰባት ናብ ሓቂ ክተምጽኦም ኣይትኽእሉን ኢኹም ስለዚ ነቶም ኣስላም ኣሕዋትኩም ክትረብሕዎም እንተ ኮንኩም ግና እስከ ኣብቲ ቁርኣን ውሽጢ ኣቲኹም ሲ ናብ ክርስትና ዘእንፍት ኣብቲ መቃደስ እናዘረ ክርኢ ከሎ ሃዋርያ ጳውሎስ ናብ ናይ ሓቂ እምነት ናብቲ እሱ ዝኣምኖ እምነት ዘእንፍት ነገር ከም ዝረኸበ ከምኡ ክትረኽቡ ኣዒንትኹም ፍጹም ኣትግበርወን ኮታ እዚ እቲ ዘዋጽእ እዚ እቲ ዘዋጽእ ብሩኻት እዚ እቲ ዘዋጽእ ካልእ ዓይነት ሃይማኖታት ኣሎ እንተኾነ ናብ ክርስትና እነግረኩም ኣለኹ ናይ ምብህኻል ተኽእሎ ይሃልወና ናይ ሓሳብ ፍልልይ ከህልወና ምኽኣል ኣብ ቦትኡ ሒዝናዮ እንተ ከም ሰባት ግን ብኩሉ ሰላም ንበሃሃል ንቀራረብ ንዘራረብ ምዃን ዝበሃል ነገር ግን ነምፃዮ እቱም ሰባት ኣነ ዝብሎ ከኣ እንድሕር ዘይብል ኮይኑ ሰላምታ ትረፈኒ ትብል እንድሕር ኮንካ እኳ ርእሱ ድካኣለ ጸቕጢ እዩ ነግረካ ኣለኹ ጸቕጢ ናይ ምድራውያን መንግስታት ጉዳይ እዩ ጸቕጢ ናይ ፖለቲከኛታት እዩ ስለዚ ጎይታ ከኣ ኢሉና ካብ ማይ ብሒቕ ሄሮዶስ ተጠንቀቑ ካብዚ ጸቕጢ መቕጢ ተጠንቀቕ ፍቕሪ ምረጽ ምቕራብ ምረጽ ቀሪብካ ቅርብ ለባማት ኢኹም እሞ ካብ ሓይሊ ጥበብ ከም ዘስልጥ ኣይትስሕትዎን ኢኹም ጥበብ ምረፁ ፍቕሪ ንምረፅ ፍቕሪ ፍቕሪ ምስ መረፅና ፍቕሪ እንታይ እያ ኩሉ ትዕገስ ፍቕሪ እንታይ እያ ኩሉ ትፀውር ኣብዚ ኩሉ ዝብል ዲኣ ተወሎ ኣብዚ ኩሉ ዝብልሲ ዘይኣተወሉ ድታ ኩሉ ትዕገስ እንታይ ማለት እዩ ዘይትዕገሶ ነገር የለን ኩሉ ትፀውር እንታይ ማለት እዩ ዘይትፀሮ ነገር የለን ኩሉ ተስፋ ትገብር ተስፋ ዘይትገብሮ ነገር የብላን በቃ እዚኣ እያ ፍቕሪ እዚኣ ንልበስ እንተዘይኮነ ተማሃሩ ክርስትያናት ኣሕዋተይ ተማሃሩ ሕነ ክርስቶስ ክትፈዲ ሰይፊ መሊሕካ እዝኒ ባርያ ሊቀ ካህናት ምቑራፅ እሱ ንጴጥሮስ ኣይንኣዶን ሎሚ ልሳንካ ከም ሰይፊ ስሒልካን ኣብሊሕካን ኣብ ካልኦት ርር ኣቢልካ ምስንዳውካ ክርስቶስ ዝቕበሎ ከይመስለካ ክርስቶስ ጻድቕ እዩ ገስር የደክ እንተ ኢሎም ኣዕራብ፣ ኤድካ ኣእዳውካ ኣሕጽር፣ ኣእዳውና ኣስሐጺርናዮ እንኸውን ኢና፣ ቀልስና ምስ ሕልቅነት ስልጣናት፣ ምስ ናይ ጸልማት ገዛእቲ ዓለም፣ ምስ መናፍስቲ እከይ ኣብ ሰማያት ከም ዘይኮነ ስለ ተረዳኣና፣ ኣእዳውና ኣስሐጺርናዮ እንኸውን ኢና። ገስር ልሳነክ፣ እታ መሲሒን ገስር ልሳነክ እብለካ ኣለኹ። እታ መልሓስካ ቆጥባ ከም ሰይፊ ኣብሊሕካ ለውለውለውለውለው ኣይተብላ ኣምላኽና ጠበቃ ደየድልዮ ንርእሱ ድጣበቕ ባዕሉ እዩ ድሓር ከዓ ንስኻ እቲ ሓቂ ኢልካ ትሰብኮ ንስኻ ባዕልኻ ሓቂ ክትገብሮ ዝከኣለካ ነገር የለን እቲ ሓቂ ሓቂ ስለ ዝኾነ ጥራዩ ሓቂ በቃ ከምኡ ምዃኑ ፈሊጥካ ኣይትንደድ ኣይትበል ዘይጠቅም ናብ ምዝራብ ኣይትኸይድ መልሓስካ ኣይትሰንዝር እዚ ኣብቲ ሰዓቱ ንክርስቶስ ምስ ዓመፅቲ ይቁፂርዎ እዚ ነባራይ ሊቀ ካህናት ምስ ቆረፀት ፀሓፋይ እንታይ ኢሉ ምስ ዓመፅቲ ተቆፅረ ዝብል ፅሑፍ ተፈፀመ ስለዚ ንስኻ መልሓስካ ወርዊርካ ነቶም ኣስላም ኣሕዋትካ ክትፃረፎም ናብ ምፅራፍ ክትከይድ ከለኻ ኣብ ሓዲስ ደሊኻ ከምዚ ኢሉ ብትናትኩም ናትና ግን ከምኡ ይኮነን ዝብል ኢልካ ክትብሎም ከለኻ ንክርስቶስ ምስ ዓመፅቲ ተቑፅሮ ኣለኻ ሎም እውን ነግረካ ኣለኹ ነዚ ኩሉ ኣብ ግምት እትየ እምበኣር መስዋእቲ ፅድቂ ንሰውእ ዝብል ዘለኹ መስዋእቲ ፅድቂ ንምስዋእ ግን ከምቲ ዝበልክዎ እግዚኣብሔር ፃድቕ ምዃኑ ትፈለጥ ትኾንካ እዩ እግዚኣብሔር ፃድቕ ምዃኑ ዝፈለጠ ነዚ ኣናብ ላዕሊ ክብሎ ፅናሕኩ ኩሉ ከዓ ተረድእዎ ኣሎ ማለት እዩ ግዜኹም ሂብኩም ስለ ዝሰማዕኹምኒ ጎይታ ይባርኽኩም። ካብዚ ንዓይ ዝተረድኣኒ ንላዕሊ ክርድኣኩም ድማ መንፈስ ቅዱስ ብምልኣት ነዚ ነገር እዚ ይሃብኩም። ብኻልእ ተመሳሳሊ ኣርእስቲ ኣብ ዝቕጽል ሰሙን ክሳብ ንራኸብ ሰላም ኣምላኽ ምስ ኩላትና ይኹን።